ሰላም ከመይ ተፀንሑ ክቡራት ተኸታተልትና፣ እዚ ቦይትና ሚድያ እዩ። ነዚ ሰዓት ዝሓረናዮም ሓደሽቲ ዜናታት ሒዝና መፂና ኣለና። እዋናዊ ዝኾኑ ዜናታትና ብእዋኑ ንክበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ። ሼር ላይክ ብምግባር እውን ክተተባብዕና ብኸብሮ ንዕድም። ሰራዊት ትግራይ ሓድሽ ወረዳ መቆፅፃሩ ካብ መተማ ክሳብ ሕሞራ ዝተጀመረ ስጉምቲ ብተከዘ ኣብ ልዕሊ ወረርቲ ዝበፅሐ ከቢድ ጉድኣት ሓይሊ ፀረ ኣየር ኤርትራ ስጉምቲ ምውሳዳ ጀነራል ጉዕሽ ገብረ ዘመሓላለፎ ኣዋጅ ወተሃደራዊ ኮማንድ ትግራይ ዘመሓላለፋ ውሳነ ክቡራትን ክቡራትናን ናይ ዚኤሙን ናይ ካልኦትን ብርክት ዝበለ ምዕባለታትን ክነካፍለኩም ኢና ክትከታተልና ብኽብረ ንዕድመኩም ሕጂ ዝተረኸበ ሰበር ዜና ከም ዝሕብሮ ሰራዊት ትግራይ ሓድሽ ወረዳ ከም ዝተቆፃፀረ ተሓቢሩ ወረርቲ ሓይልታት ኣብ ልዕሊ ትግራይ መጥቃዕቲ እናኸፈት እንተሃለዉ እኳ ሰራዊት ትግራይ ድማ ናብ መዓንጠኦም እናኣተወ ይበታትኖም ከም ዘሎ ሕጂ ዝተረኸበ ትኩስ ሓበሬታ የረድእ። ብመሰረት እቲ ዝተረኸበ ሓበሬታ፣ ብምዕራብ ግንባርን ብደቡብ ግንባርን ስርሒት ይካየድ ከም ዘሎ ተገሊጹ። እቲ ብደቡብ ግንባር ዝካየድ ዘሎ ስርሒት ኣብ ዋግ ሁምራ ከም ዝኾነ ተገሊጹ ኣሎ። ሰራዊት ኣገው ነጻነት ግንባርን ሰራዊት ትግራይን እቲ ግንባር ሓቢራም ይሰርሖ ከም ዘለውን ቅድም ክብል እውን ወረዳ ኣበርገለን ወረዳ ጻግብጅን ሙልእ ብሙልእ ከም ዝተቖጻጸሮን ክግለጽ ዝጸንሐ እንትኸውን ሕጂ ድማ ሳልሰይቲ ወረዳ ከም ዝተቖጻጸሮ ካብቲ ግንባር ዝተረኸበ ሓበሬታ የረድእ። ካብቲ ግንባር ዝተረኸበ ሓበሬታ ከም ዝገለጾ ብወገን ወራር ሓይሊ ይኹን ብወገን ሓይልታት ጽምዶ ከቢድ መስዋእቲ ዝተኸፈለሉ ግንባር ከም ዝኾነ እውን ተገሊጹ ኣሎ። እቲ ግንባር ከቢድ መስዋእቲ ክኸፈል ዝኸኣለ ወራር ሓይሊ ሓያል ድፍዓት ሰሪሑ ስለ ዝነበረ እየ ክብሉ ነበርቲ ገሊጾም ኣለዉ። እቶም ነበርቲ ወሲኾም ከም ዝገለጽዎ ብክልቲኡ ወገን ከቢድ መስዋእቲ ዋላ እኳ እንተተኸፈለ ወራር ሓይሊ ንዓመታት ሰሪሕዎ ዝነበረ ድፍዓት ከም ዝፈረሰን ኣብ ትሕቲ ሓይልታት ጽምዶ ከም ዝኣተወን ተገሊጹ። ነዚ ኣስዒቡ ድማ ንግዜኡ ዝርዝር ሓበሬታ ዘይተረኸበ እኳ እንተኾነ ብኣማኢትታት ዝቑጸሩ ምዉታትን ቁስላትን እንትኾኑ ናብ ሽሕን ሓሙሽተ ሚእትን ዝኾኑ ድማ ከም ዝተማረኹ ተሓቢሩ። ካብዚ ብትውሳኸ መኽዚን ኣጽዋር፣ ድሩዓት መኻይንን ወዘተ ብሓይልታት ጽምዶ ከም ዝተመንዝዓ ዝተረኸበ ሓበሬታ የረድእ። ነዚ ስዒቡ ድማ ሰራዊት ትግራይን ዕጡቓት ኣገውን ሓድሽ ወረዳ ከም ዝተቖፃፀሩን ከተማ ሰቖጣ ናይ ምቁፅፃር እናኸበብዋ ከም ዝርከቡ ፍልፍላትና ካብቲ ግንባር ወሲኾም ገሊፀም ኣለዉ። በቲ ግንባር ተሰሊፉ ዘሎ ሓይሊ ሰላም ትግራይ እናተብሃለ ባዕሉ ዝፅዋዕ ሓይሊ ብኮረምን ካልኦት ኣንፈታትን ብተደጋጋሚ መጥቃዕቲ ይኸፍት እኳ እንተሃለወ ኣባላቱ ወዲኦ ንድሕሪት ይሃድም ከም ዘሎ ተፈሊጡ። እዚ ብእኒ ጀነራል ወዲ ኣንጥሮ ዝምራሕ ተለኣኣኺ ብልፅግና ኦሮሞ ዝኾነ ሓይሊ ሰራዊት ትግራይ ንኸድምሰስን ህወሓት ንኸጥፍእን ተልእኾ እንተተውሃቦ እኳ ብተደጋጋሚ እናተደምሰሰ ተዳኺሙ ኣብ ምፍራስ ከም ዝርከብ እዮ ዝግለፅ ዘሎ። ይኹን እምበር ብኣብዪ ኣሕመድ ቀጢን ትእዛዝ ዝተውሃቦም ሓለፍቲ እቲ ሓይሊ ዝኾኑ እኒ ጀነራል ወዲ ኣንጥሮ ግን ናብ ትግራይ ኣቲና ጉጅለ ህወሓት ካብ ስልጣን እንኣልየሉ ግዜ በፂሐ እየ እናበሉ ብሚድያ እናፈከረ ይረከቦ። እዚ ከምዚ ኢለ እናሃለወ ካብ ምዕራብ ትግራይ እውን ንተመዛባላይ ትግራይ ብስራት ዜና እናተሰምዐ ይርከብ። ካብ ትማሊ ጀሚሮ ኣብ ምዕራብ ትግራይ ዓሪዶም ዝጸንሑ ጽንፈኛ ሓይልታት ካብ ምዕራብ ትግራይ ይሃድሙ ከም ዘለዉ እንዳተጸብጸበ ከም ዝጸንሐ ይፍለጥ። እዞም ንዓመታት ገዛን ካሊእ ንብረት ትግራዋይን ወሪሮም ሒዞም ዝፀንሑ ወረርቲ ሓይልታት ኣምሓራ ዕድል ዝረኸቡ ናብ ኣምሓራ ይሃድሙ ከም ዘለዉን ናብ ኣምሓራ ንምህዳም ዕድል ዘይረኸቡ ድማ እናተበታተኑ ይጠፍኡ ከም ዘለዉን እንዳተፀብፀበ ይርከብ። ናይዚ ምኽንያት ድማ ካብ መተማ ክሳብ ሑሞራ ዝተዘርገሐ ዝተብሃለሉ ሓድሽን ገዚፍን ሓይሊ ስለዝኸበቦም ከም ዝኾነ ሕጂ ዝተረኸበ ሓበሬታ የረድእ። እቲ ንሕሞራ ከቢብዋ ዝርከብ ሓይሊ ደገፍቲ ብልፅግና ዝኾና ሚድያታት ሰራዊት ሱዳን፣ ሰራዊት ትግራይን ሰራዊት ኤርትራን ከምዝኾኑ እናገለፃ ይርከባ። ብመሰረት ፀብፃብ እተን ደገፍቲ ብልፅግና ዝኾና ሚድያታት እቲ ምዕራብ ንምሓዝ ከቢብዋን ኣብ ተጠንቀቐን ዝርከብ ሓይሊ ናይ ድሮን ሓይሊ እውን ይረክብ ከምዘሎ እናፀብፀባ ይርከባ። ስርዓት ብልፅግና ሓይሊ ፅምዶ ድቃስ ከምዝኸልኦን ናይ ስልጣኑ ናይ ህልውና ሓደጋ ምዃኑን ኣብ ዕፁው ኣኼባ ከምዝገምገመ ዝተገለፀ ክኸውን ጀነራል ብርሃኑ ጁላ ኣብ ሚድያ ወፂእዎን ፅምዶ በሪ ባሕሪ ከልኪላትና ክብል ከም ዝገለፀ ይፍለጥ። ስለዚ ድማ ብልፅግና እቲ ዝፈርሖ ይኸውን ከም ዘሎን ምዕራብ ትግራይ ኣብ ትሕቲ ሓይልታት ፅምዶ ትውዕል ከም ዘላን ካብ ምዕራብ ትግራይ ዝተረኸበ ትኩስ ሓበሬታ የረድእ። እዚ ከምዚ ኢለ እናሃለወ ብግንባር ተከዘ ዝፈተነ ወራር ሓይለ ወን ከቢድ ጽፍዒት ከም ዘጋጠሞ ተሓቢሮ። ብግንባር ተከዘ ዘሎ ወራር ሓይሌ ሩባ ተከዘ ተሻጊሮ ንምጥቃዕ ብክልተ ኣንፈታት ተዓጻጻፊ ድልድል ንምስራሕ ተዳሊ ከም ዘሎ ክጽብጸብ ጸኒሑ እዮ። ሕጂ ዝተረኸበ ሓበሬታ ከም ዝገልጾ ድማ እቲ ሓይሊ ኣብ ልዕሊ ሰራዊት ትግራይ መጥቃዕቲ ከም ዝኸፈተን ሰራዊት ትግራይ ድማ ብጸረ መጥቃዕቲ መልሲ ከም ዝሃበን ተገሊጾም። ብመሰረት ካብቲ ግንባር ዝተረኸበ ሓበሬታ ሓይለ ከቢድ ኪሳራ በፂሕዎ ናብቲ ዝነበሮ ድፋዕ ከም ዝተመለሰ ተገሊፁ። ካብ መቐለ ዝተረኸበ ሓበሬታ ከም ዝገለፆ ድማ ማእኸላይ ኮማንድ ትግራይ ህዝቢ ትግራይ ካብቲ ዘለዎ ስቓይ ነፃ ዝወፀሉ ሕጂ ከም ዝኾነ ከም ዘስመረሉ ተሓቢሩ። እቲ ማእኸላይ ኮማንድ ትግራይ ኣብ ዘካየደ ዕፁው ኣኼባ ኣብ ኬንዳ ኮይኑ ብጥሜትን ስእነት መድሓኒትን እናሞተ ዝርከብ ተመዛባላይ እዚ ዝመፅእ ዘሎ ኸረምቲ እውን በቲ ዘለዎ ኩነታት ክቕፅል የብሉን ኣብ ዝብል ውሳነ ከም ዝወሰነ ዝተረኸበ ምሽጥራዊ ሓበሬታ የረድእ። ስለዚ ድማ ሰራዊት ትግራይ ኣብ ተጠንቀቕ ንክፀንሕ ዝምልከቶም ኣመራርሓ ከምዝተነገሮም ተገሊፁ ኣሎ። እዚ ከምዚ ኢሉ እናሃለወ ሓይሊ ፀረ ድሮን ኤርትራ ስርሑ ከምዝጀመረ ተሓቢሩ። ድሮናት ብልፅግና ኣብ ዶባት ትግራይን ኤርትራን ዝግበር ወተሃደራዊ ምንቅስቓስ ንምዕዛብ ካብ ክሊ ኣየር ትግራይ ሓሊፈን እውን ኣብ ክሊ ኣየር ኤርትራ ድህሰሳ ይገብራ ከምዘለዋ ሓድሓደ ሚድያታት ይጽብጽባ ኣለዋ። ንዚ ስዒቡ ድማ ሓይሊ ጸረ ድሮን ኤርትራ ስርሖ ከም ዝጀመረ፣ ናብቲ ዶብ ክጽጋዕ ንዝፈተና ድሮናት ብልጽግና ምስ ማእከል ዝነበረን ርክብ ክቋረጽ ይገብሮ ከም ዘሎን ተሓቢሩ። ብተመሳሳሊ መንገዲ ትግራይ ካብ ሓይሊ ድሮን ብልጽግና ንምሕላው እውን ብዙሕ ስራሕ ይስራሕ ከም ዘሎን ኣብ ውሽጢ መዓልትታት ከም ዝጠናቐቐን ዝተረኸበ ሓበሬታ የረድእ። ስለዚ ድማ ዝዋጋእ ሰራዊት ከምዘየብሉ ዝገምገመን ብሓይሊ ድሮን ዝተኣማመነን ኣብይ ኣሕመድ ሓይሊ ድሮን እውን ሓደጋ ከጋጥሞ ምዃኑ ወተሃደራዊ ሊቃውንት እናጸብጸበ ይርከብ። ብኤርትራውያንን ተጋሮን ንተመዛበልቲ ሓገዝ ከም ዝገበሩ ተሓቢሩ። ኣብ ሃገረ ኣሜሪካ ዝነበረ መንእሰይ ሰመረ ኣረጋዊ ምስ ኤርትራውያን መሓዝቶ ብምዃን ኣብ ከተማ ዓዲግራት ተዓቂቦም ዝርከቡ ን56 ተመዛበልቲ ናይ ምግቢ ሓገዝ ገይሮም። ኣብቲ ሓገዝ ተረኺበን መልእኽቲ ዘሕለፋ ወላዲት ወይዘሮ ፀሃይ ድረ ውላደን መንእሰይ ሰመረን መሓዙቱን መዓልታዊ ንሻሂ ቡና ይጥቀምዎ ካብ ዝነበሮ ገንዘብ ብምቕናስ ብጣዕሚ ንዝተፀገሙ ሓምሳን ሽዱሽተን ተመዛበልቲ ብሚእትን ሰብዓን ሽሕ ብር ዝተዓደገ ፊኖ ሕድሕዶም ዕስራን ሓሙሽተን ኪሎ ከም ዝተዓደሉ ገሊፀን። ናይቲ ሓገዝ ተጠቀምቲ ተመዛበልቲ ብወገኖም ምንም ሓገዝ ኣብ ዘይረኸብሉ እዋን እዚ ሓገዝ ብምርካቦም ኣመስጊኖም ብተወሳኺ ሎሚ ዓመት እውን ኣብ ኬንዳ ከይኸርሙ መንግስቲ ናብ መረበቶም ክምልሶም ተማሓፂኖም ክብል ጉዳይ ኮሚኒኬሽን ዓዲግራት ሓቢሮም። እምበኣር ከስ ክቡራት ተኸታተልትና ዜናታት እዚ ዕለት እዚኦም ይመስሉ ነይሮም። ኣብ ጉዳይ ትግራይ፣ ኤርትራን ኢትዮጵያን ከምኡ'ውን ህልወይ ምዕባለታት ቀርኒ ኣፍሪካ ብዝምልከት ትኩስ ምዕባለታት ንኸበፅሐኩም ሓደሽቲ ዝኾንኩም ሳብስክራይብ ምግባር ኣይትረስዑ፣ ሼር ላይክ ብምግባር እውን ክተተባብዕና ብኸብረ ንዕድም። ሓድሽ ዜና እንተልቀቕ ኖቲፊኬሽን ንክበፅሐኩም እውን እታ ናይ ደወል ምልክት ክሊክ ምግባር ኣይትረስዑ። ሰላም